ዝኸበርኩም ኣሕዋት ከመይ ቀኒኹም? ስመይ ይበሃል። ሎማዓንቲ ከኣ ሓደ ሓደ ነገራት ሒዘልኩም መጺኤ ኣለኹ። ክትፈትውዋ ከኣ ተስፋ ይገብር። የቐኔለ ኣሕዋተይ። ባር ክቡራት ኣሕዋት እዚ ሓራሳት ማለት ይኹን ምስ ሓረስክን መጀመርያ ጨጉርኻ ቅንጥጥ ኢሉ እዩ ዝኸይድ ማለት እዩ። ቅንጢጥ ኢሉ ምስ ከደ ብጣዕሚ ካብኡ ኒነው ይባላሾ ከምቲ ናይ ቀደሙ ይከውንዩ እቲ ናቲ ዕስራን ክልተ ሽሕን ዓሰርተ ሰለስተን ይሓሪሰ ብድሕሪኡ ጨጉረይ ጥዑይ ምዃን ኣብዩኒ ማለትዩ ተበላሽዩ ገለመለ ድሓር ኣጸቢቀ ሓጺር ገይረ ቆሪጸ ከም ብሓድሽ ኣብቂለዮ ኣብዚ እዚ ከይተሰባበረ ከሎ ማለትዩ ዳሕራይ ግን ጸኒሑ ጸኒሑ በቃ ኩሉ እንዳተመዘዘ ምስ ወፀ ፀቢቐ ከምዚ ገይረ ቆሪፀዮ ማለት እዩ 216 ቁርብ ኣዋርሕ ከዓ ፅቡቕ ሄልዝ ኮይኑ ቦቂልለይ ማለት እዩ እንተ ደኣ ሪኢኽኖ ኮንክን ኣብቲ ሓደ ቻነል ብዙሕ ዶክመንት ገይረዮ ኣለኹ ዋላ ካብቲ ምሕፃሩ ማለት እዩ ናይ ብሓቂ ሄልዝ ኮይኑ ኩሉ ከዓኒ ይምለስ ኣሎ ማለት እዩ ይምለስ ኣሎ እዚኤን ተሪፈን ኣለዋ እቲኤን ዝተበላሽዋ ጨጉሪ ግን እዚ ኩሉ እዚ ሓድሽ ድቦቀለ ማለት እዩ ዳሕራይ ከዓ ምስ ሓረስካ ኩሉ ጨጉርካ ቅንጥጥ ኢሉ እዩ ዝኸይድ ካብ ኩሉ ከዓ ዝጫፍጫፍ ናይ ርእስኻ ማለት እዩ ሕጂ እዚኣ ቪድዮ ዝሰርሓ ዘለኹ ነተን ሓንቲ ቻነል ኢደ ትፈልጥኣ ማለት እዩ ኣብኡ ካብ ፖስት ፖስት ገይረ ኣለኹ ግን ቅድሚ ሕጂ ነጊረክ ነይረ እዚ ጫፍ ጫፍ ናይ ጮግረይ ብጣዕሚ ተመሊጡ ነይሩ እዚ ከም ብሓድሽ እዩ ቦቂልለይ እዚ ሓድሽ ትሪኦ ዘለኽን ንሱ ከዓኒ እዚ ናይ ጉልዒ ዘይቲ እንዳገበርኩ እየ የሕወዮ ማለት እዩ እዚ ናይ ጉልዒ ዘይቲ ብእንግሊሽ ካስተር ኦይል ይበሃል እዚኣ እያ እታ ኣነ ዝጥቀመላ ማለት እዩ ጃማይካን ብላክ ካስተር ኦይል እያ ትበሃል ጃማይካን ብላክ ካስተር ኦይል እያ ትበሃል ናቶም ኢንፎርሜሽን ኣብ ኣማዞን እያ ነዝገዝኦ ክገድፈልክን እየ እዚኣ ካልኣይቲ ባትል ማለት እያ ካልኣይቲ የወድኤ ተደሊኸን ከዓ ምስ ብጣዕሚ ሓፊስ ሓፊስ ስለ ዝኾነ ኦሊቭ ኦይል እዚ ናይ ወይኒ ፍረ ናይ ግሬፕ ሲድ ኦይል ድበሃል ኣሎ ናይ ፍረ ወይኒ ማለት እዩ ንሱ እዚ ናይ ኣቮካዶ ኦይል ገለ ኦሊቭ ኦይል ጌርክን ሕውስ ኣቢልክን ኣብ ዝተእትዋሉ ምሽ ሆሆቫ ኦይል ገለ ድበሃል ኣሎ ቁርብ ክቐጥነልክን ማለት እዩ እንተዘይኮይኑ ምሸት ምሸት ቅድሚ ምድቃስክን ዝጨፍጨፉ ልኺ ልኺ ኣብልኦ ኢኽን ናይ ብሓቂ እዩ ዝዘዕርዮ ከም ባሕቲ ጨጉርኽን ክወፀልክን እዩ እዚኣየ ክነግረክን ደልየ ካልእ ከዓኒ ነዞም ኣሕዋትና ፈፀጋ ዝወፀኩም ኣወዳትን ኣዋልድን ማለት እዩ እዚኣ ማሽን ኣብቲ ሓንቲ ቻነል እያ በፅሐኒ ንዕኡ ከመይ ጌርካ ከም ተፅርዮ ማለት እዩ ንኣብነት ሕጂ እንተ ፈፀጋ ወፂካ ወይ ከዓ ፀሊም ገለ ዘለዎ መንትዕ ኣለዋ ቫኪዩም መግበሪ ኣለዋ ሰሃኣ ከርእየኩም እየ እምበኣር ክቡራት ኣሕዋት እዛ ማሽን ኣፕሱፐር እያ ትበሃል ከምዚ ትሪእዋ ዘለኹም ብናይ ዋየር ኣለዋ ከም ናይ ቴሌፎን ማለት እዩ ሪቻርጅ ኢኹም ትገብርዋ ድሓር ቻርጅ ጌርኩማ ኣብኡ ትሰርሕ ማለት እዩ ገጽና ቅድሚ ምጽራይና ማለት እዩ በዚኣ ቫኪዩም ጌርና መጀመርያ ገጽና ብደንብ ክጸርይ ኣለዎ ሕጂ ንኣብነት ንሕና ደቂ ኣንስትዮ ስለ ሜክኣፕ ገለ ስለ ንገብር መጀመርያ ነቲ ሜክኣፕ ጽቡቅ ጌርና ነልግሶ ካብ ገጽና ማለት እዩ ስለዚ ኣነ ዝጥቀሞ ክትሪኡ ደሊኹም እዚ ፓድ መጽረይን እዚ ናይ ጋርኒየር ድበሃል መጽረይ ናይ ሜክኣፕ እየ ዝጥቀም ክልቲኡ ገይረ የፅርዮ ብደንቢ ፅሪና ድሕር ኢና ነልግሶ ማለት እዩ ነቲ በፀጋና እዚ ፓርት ክትፈልጥዎ ተደሊኹም ክስተ እዩ ዝበሃል ቤዚክ እዩ ዝበሃል ተደሊኹም ከዓ ካልእ ዓይነት ሲስተም ከዓ ትጥቀሙ ትኽእሉ ኢኹም ግን እዚ መፅረይ እቲ ፈሳሲ ማለት እዩ ኣብቲ ፓድ ትገብሮ ምሽ ድሕር ፅቡቅ ገይሩ ነቲ ሜካኣፕ ካብ ውሽጢ የልግሰልካ ማለት እዩ ሜክኣፕ ቀልጢፉ ይለግስን እዩ ብሳምና ወይ ብገለ ጥራይ ኣይለግስን እዩ ከምቲ ተተጠቂምክን ንሕዋተይ ማለት እዩ ዝሓሸ ማለት እዩ ወይ ከዓ እዚ ዋይፐር ከዓ ምሽ ኣሎ እዚ መድረዚ ከዓ ኣሎ ጨርቂ ዝሽየጥ ናይ ሜክኣፕ እሱ ኣለዎ ናቱ ኦሬዲ ጽቡቅ ጌርክን ውሉ ላቢልክን ተልግሰኦ ቅድሚ ምሕጻብክን ማለት እዩ እቲ ሜክኣፕ ሪሙቨር ክስታይ ተደሊኽን እዚ ዋይፐር ናይ ቆልዑት ከዓ እሱ ከዓ ፅቡቅ እዩ ብጣዕሚ ጥራይ ኳሊቲኡ ዝበለፀ ማለት እዩ ትሪኣ ገፅ ዝኸውን ብዙሕ ጨና ገለ ዘይብሉ ማለት እዩ ድሕር ከዓ ንፈትዎ ፌሻል ጌርና ነፅርዮ ማለት እዩ ሕጂ ንኣብነት ኣነ እዚ መዓርን እዚ ህሩድ ከዓ ማለት እዩ ፅሩይ ህሩድ ገይረ ገፀይ እየ ዘፅርዮ ብጣዕሚ እቲ ካብ ውሽጢ ርስሓት የልግሰልካ ድሕሪ ከዓ እዚ ፈፀጋ ገለመለ ከዓ የልግሰልካ ማለት እዩ ሶ ካብዚ ፅቡቅ ጌርና ልኽይ ኣቢልና ነፅርዮ ማለት እዩ ንሓደ ዒስራ ደቂቅ ገለ ገዲፍና ብድሕሪ ኢና በቲ ማሽን ጌርና ነቲ ፈጸጋና ነልግሶ ማለት እዩ። ድሕሪ ዕስራ ደቂቕ ጸኒና ድሕር ጽቡቅ ጌርና ንሓጽቦ ማለት እዩ ካብኡ ከዓኒ ከመይ ጌርና ከም ነልግሶ ትፈጸጋ ከዓ ከርእይኩም ማይን ሳምናን ጌርና ጽቡቅ ጌርና ገጽና ንሓጽቦ ብድሕሪኡ እቲ ትሪትመንት ክንጅምሮ ኢና ማለት እዩ መሕፀቢ ሳምና ከዓኒ ኣፍሪካን ብላክ ሶፕ እየ ዝጥቀም ብኦትሜል እዩ ዝስራሕ ሱ ፅቡቅ እዩ ማለት እዩ ሕጂ እዛ ማሽን ከምቲ ትሪእዋ ዘለኹም እዚ ተደሊኻ ብርትዕቲ ትገብራ ተደሊኻ ከዓ ፎካስ ትገብራ ማለት እዩ ብዙሕ ቅያር ኣለዋ ሕጂ ኣነ ተፈጥሮይ ፈፃጋ የብለይን ግን ኣብዚ ናይ ፍንጫይ ፀሊም ፀሊም ኣለኒ ማለት እዩ ብላክ ሄድ ዝበሃል ሕጂ ንዑ ከፅርዮ እየ ማለት እዩ ንስኻትኩም ከዓኒ

ዘይቲ ይበዝሐና ወይ ከዓኒ ከምዚ ናይ ቡን ድመስል ጸሊም ጸሊም ንርኢ እዚኣ ንኩሉ ምጥጥ ኣቢላያ ተልግሶ ከምኡ ገይረ ጽረዮ ማለት እዩ ንዓይ ጽቡቅ ተሰሚዑኒ ከምኡ ገይርኩም ተጽርይዎ ማለት እዩ እንተ ደኣ ፈቲኹማ እዚኣ ማሽን ኮንኩም እቲ ናቶም ኢንፎርሜሽን ኩሉ ኣብዚ ዲስክሪፕሽን ባክስ ክገብረልኩም እየ ረኣይዋ ይኹም ኦኬ በዓል ክቡራት ኣሕዋት እዚኣ እያ ነይራ ናይ ሎሚ ፈቲኹማ ክትኮኑ ተስፋ እንዳገበርኩ ኣብ ዝመጽእ ግዜ ክሳዕ ዝርእየኩም ደሓን ቀንዩ የቐንየለይ ከዓ ኩሉ እቲ ዘርኣኸኹም ኢንፎርሜሽን ከዓ ኣብዚ ዲስክሪፕሽን ባክስ ኣብኡ ክገድፈልኩም እዩ